ንሕጂ ንሪኦ ከዓ ሚቲን ትራፊክ ወይ ሚቲን ሲትዌሽን ማለት እዩ ሚቲን ሲትዌሽን ማለት ፓርክድ መካይን ኣብ ዘለዎ ከመይ ጌርና ምስተን ኣንጻርና ዝመፃ መካይን ንመሓላለፍ ማለት እዩ so ኩሉ ግዜ ካብዛ ፓርክ ዝኾነት መኪና ሓደ ሜትሮ ኣርሒቕና ክንሓልፋ ክንክእል ኣለና ኣብቲ ዲስታንስ ማለት እዩ ዋን ሜተር ኣርሒቕና ክንሓልፋ ኣለና ድሕር ቀሪብናያ ክሊራንስ ዝበሃል እቲ ዝፅሕፉልና ነጥቢ ማለት እዩ ወይ እቲ ጌጋ ዝፅሕፉልና ኣብ ፈተና ክሊራንስ ማዕረ ክንደይ ኣርሒቕና ንሓልፋ ማለት እዩ ኩሉ ግዜ ማዕጾ ምሉእ ከኽፍቶም ከም ዝኽእል ርሒቕና ኢና እንሓልፍ። መኪና እንድሕር ፊትና ትመጽእ ኣላ፣ ቦታ ዝኣኽለና ተኾይኑ ብማእከል ክንሓልፍ ንኽእል ኢና። ገፊሕ ተኾይኑ እቲ ጽርግያ ማለት እዩ። እቲ ጽርግያ እንዳጸበበ እንድሕር ይኸይድ ኣሎ፣ ቦታ ዘይኣኽለና እንድሕር ኮይኑ ግን ደው ክንብል ንግደድ መኪና እንድሕር ትመጽእ ኣላ። ደው ክንብል ከለና ኩሉ ግዜ ንኽልተ መካይን ዘእቱ ቦታ ገዲፍና ምሉእ ምሉእ ከይተጸጋዕና ናብታ መኪና ማለት እዩ ክንጽበ ኣለና። ኣቃውማ ናይዛ መኪና እንድሕር ርኢናዮ፣ ናብቲ ላይን ገጻ ጽግዕ ኢላ፣ ካብዚኻ እኹል ቦታ ገዲፋ፣ ነዚኣ ጠቕላላ ከይቀረበታ ማለት'ዩ፣ ናብዚ ላይን'ዚ ጽግዕ ኢላ ደው ኢላ ኣላ። እቲ ምኽንያት እንታይ'ዩ? ሓደ እንድሕር ተጸጊዓ እንድሕር ደው ኢላ፣ ፓርክድ ዝገበረት ክትመስል'ያ ንባዕላ፣ ጠጠው ዝበለት ክትመስል'ያ፣ ካልእ መካይን መጺኤን ክሓልፋ'የን ማለት'ዩ። ካልኣይ ምኽንያት፣ ናብዚ ላይን መጸግዒኣ በዚ ንጹር ቪው ክህልዋ ክእል መን ይመጽእ ኣሎ ክትርኢ ትክእል ኣነጺራ ማለት እዩ so ጽግዕ ኢላ ናብቲ የማናይ ላይን ነዚኣ እኩል ቦታ ገዲፍናላ ካብዛ ጻዕዳ መኪና ከኣ እኩል ቦታ ገዲፍና ክንጽበ ኣለና ማለት እዩ ብድሕሪኡ የማናይ መስትያት ርኢና ምስ ሓለፈት ማለት እዩ የማና ርኢና ንወጽእ ናብ ደገ ሓደ ሜትሮ ኣርሒቅና ክንሓልፋ ኣለና ነዛ ጻዕዳ መኪና ክንምለስ ከለና ከኣ ጸጋማይ መስትያት ርኢና ክንምለስ ኣለና ማለት እዩ። ሰንተር ሚረር ጸጋመን ርኢና ተተመሊስና ዝበለጸ። ብክልቲኡ ወገን መካይን እንድሕር ደው ኢለን ጸኒሐናና ምስቲኦም ፊትና ዘለዉ ብሓንሳብ ንራኸብ እንድሕር ኮይንና ከም ተማሃሮ መጠን ደው ክንብል ንግደድ። እዚኣ ፍላሽ ዝገበራ ዝበዓል ቀይሕ መኪና እንድሕር ርኢናያ ፍላሽ ፍላሽ ዝገይሩ ክልተ ግዜ እዚኣ ማለት ቀዳምነት ሂበካ ኣለኹ ክትሓልፍ ትኽእል ኢኻ ማለት እዩ። ከምኡ እንድሕር ገይሮም ብዘይ ቀልዓለም ንዓና ምኻኑ ኣረጋጊጽና ክንሓልፍ ክንክእል ኣለና ማለት እዩ ጠጠው እንድሕር ኢልና ሄዚቴሽን ነግፊ ረጊልኩም ኢሎም ከትርፎም ይኽእሉ እዮም ሶ ኣብዚኣ ኣርሒቑ ርእዩ ቦታ ቅድሚኡ ስለ ዘሎ ይሓልፍ ኣሎ ኣብታ ጋፕ ደው ክብል እዩ ማለት እዩ ሶ ቅድሚ ምሕላፉ ነቲኤን የማን የማን መስትያትን ፀጋማይ ሰንተርን ራይት ሚረርን ርእዩ ማለት እዩ ናይ ማእከልን ናይ የማን መስትያትን ርእዩ ወፅዩ ብማእከል ሓሊፉ መሊሱ ኣብዛ ቦታ ደው ኢሉ ኣሎ መኪና ትመጾ ስለ ዘላ ማለት እዩ so እቲ ምኽንያት ደው መበሊኡ ቦታ ብጸጋሙ ቦታ ስለ ዘለዎ እዩ ደው ኢሉ ቦታ እንተ ዘይነብሮ ግን ኣቐዲሙ ደው ክብል ኔሩ እዩ ማለት እዩ so ኣብዚ ደው ምበለ ክሳብ እታ መኪና ብኔው ዘላ ትሓልፈሉ እታ ሕጊ ናይ ሚቲን ትራፊክ ከመይ እያ ብ ብናትና ሳይድ እንድሕር መካይን ኣለዋ ንድሕሪት ክመልሳ እየ እዛ ቪድዮ ንእሽተይ ብናትና ሳይድ መካይን እንድሕር ኣለዋ ንዕኦም ቀዳምነት ንህቦም እንድሕር ብናቶም ሳይድ መካይን ኣለዋ ከኣ እሶም ንዓና ይህቡና ማለት እዩ ኣብዛ ኣብዚኣ ፔጅ እዚኣ ሕጂ ብናትና ሳይድ መኪና ፓርክ ስለ ዘላ እሶም ቀዳምነት ኣለዎም ናቶም መገዲ ናጻ ስለ ዘሎ ማለት እዩ ብናቶም ሳይድ ኔሩ እንተዝኾን እቲ እታ መኪና ብናቶም ሳይድ ኔራ ተትኾንካ ንዓና ቀዳምነት ምሃለወና ማለት እዩ ሶ ኣብዚኣ እንድሕር ርኢናያ ሕጂ ብክልቲኡ ወገን መካይን ኣለዋ ንመን ቦታ ኣለዎ ትመጽእ እታ ሕቶ ማለት እዩ ሕጂ ንዓና ነዚኤን ሓሊፍና ኣብዚ ቦታ ኣለና ኣብ ድሕርቲያ ቀጠልያ መኪና ዓብዪ ጋፕ ቦታ ኣለና ንእሸይ እንድሕራ ኮይና እታ ቦታ ኣብዚ ድሕሪት ምጽባ ይሕሸና ኣብዚ ዘለናዮ ማለት እዩ ኣብቲ ርሑቕ እንድሕር ኣላ እታ ሓንቲ መኪና ግን ኣብዚ ቦታ ስለ ዘለና ኣብዚ መጺና ደው ክንብል ንኽእል ኢና ማለት እዩ። ነታ ግሪን መኪና ከይቀረብና so ክንወጽእ ከለና ሰንተር ራይት ሚረር ርኢና እታ ናይ ማእከልን የማንን ማለት እዩ ክንሓልፍ ከለና ብማእከል ኢና ንሓልፍ ክልተ መካይን እንድሕር በዝን በዝን እንድሕር ፓርክ ጌረን ኣለዋ ላይንና እቲ ሰንተር እዩ ማእከል ኢና ንኣቱ ማእከል ጌርና ኢና ንሓልፍ ማእከል ንኣቱ መኪና ተመጽያ ተጸጊዕና ደው ንብል መሊስና ማእከል ንኣቱ ተጸጊዕና ምሕላፍ የለን ማለት እዩ ነተን መካይን ተጸጊዕናየን ክንሓልፍ የብልናን so ንርኣዮ ሕጂ እንታይ ክገብር እዩ ናብቲ ማእከል ጽርግያ ክኣቱ እዩ ሽዑ መኪና ስለ ዝመጸቶ ክጽጋዕ እዩ ጸጋም ኣይርእዩ ማለት እዩ እኹል ቦታ ገዲፉ ካብታ ቀጠልያ መኪና እታ ሓንቲ መኪና ምስ ሓለፈት መስትያት የማን ርእዩ ካልኦት መካይን ሓልፈኦ ከይህልዋ ማእከል ጽርግያ ኣቱ ሽዑ ካብ ጸጋማይ መስትያት ርእዩ ናብ ጸጋሙ ክምለስ እዩ ማለት እዩ ቱ ሰከንድ ሩል እንድሕር ሪኢኹማ ኮይንኩም ኣብ ቲዮሪ ኣብ ንቑፅ ፅርግያ ወይ ማይ እንተዘይሃሪሙ ኩሉ ግዜ ክልተ ሰከንድ ካብታ ቅድሜና ዘላ መኪና ክንገድፍ ኣለና። ክልተ ሰከንድ ከመይ ማለት እዩ? እዛ መኪና ዘላቶ ቦታ ንሕና ክሳብኡ ንበፅሕ ክንደይ ሰከንድ ወስደልና? ንኣብነት ኣብ ናይ ሰላሳ ማይል ፐር ኣዋር እንዳኸድና ከለና ነዛ ገረብ እዚኣ ነዛ ገረብ እዚኣ ክትሓልፋ ከላ እታ መኪና ምቁጻር ንጅምር ንእሽተይ ክመልሰያ እዛ ቪድዮ ክትርድኣና እዛ ጻዕዳ መኪና ነታ ገረብ ክትሓልፋ ከላ ንቆጽር ማለት እዩ ሶ ብሓንሳብ ክንቆጽር ክንጅምር ኢና ሕጂ ሓሊፋታ ኣላ ዋን ሰከንድ ቱ ሰከንድ ክልተ ሰከንድ ምስ በጽሐት እዛ ቀያሕ መኪና ኣብታ ገረብ በጺሓ እንደገና ንእሽተይ ክመልሰያ መታን ክትርድኣና so መታን ክትርዳኣና ነዛ ገረብ እዚኣ እዛ ጻዕዳ መኪና ላይን ጌረላ ኣለኹ ኣብታ ገረብ ዘላታ እዚኣ ጻዕዳ መኪና ነታ ላይን ክትሓልፋ ከላ ምቑጻር ነጅምር ሽዑ እዛ መኪና እዚኣ ናትና እታ ናይ ተምሃራይ መኪና ኣብኣ ክሳብ ትበጽሕ ክንደይ ሰከንድ ወሲድላ ንርኢ ማለት እዩ ሕጂ ንርእያ ጻዕዳ መኪና ክትሓልፍ ከላ ዋን እታ ላይን ምስታ ላይን ስለ ዝኸደት ይቕሬታ ኣብታ ገረብ ምስ በፅሐት ክቆፅር እየ ዋን ሰከንድ ቱ ሰከንድ ልክዕ እቲያ ፃዕዳ መኪና ምስ ሓለፈት ምቑፃር ጀሚረ ኣብታ ገረብ ክሳብ ትበፅሕ ቆፂረ ማለት እዩ ሰው ክልተ ሰከንድ ወሲድለይ ኣብኡ ክበፅሕ መብዛሕትኡ ግዜ ኣብ ሞተር ወይ ቀንዲ እቲ ኣገዳሲ ብናህሪ ስለ ንኸይድ ብውሕዱ ክልተ ሰከንድ ክንገድፍ ኣለና ማይ እንዳሃረመ ክንደይ ሰከንድ ወስደልና ኣርባዕተ ሰከንድ ኢልናዮ ሕጂ እታ ጻዕዳ መኪና ክትሓልፍ ከላ ነታ ኣግራብ ክንቆጽር ኢና ዋን ሰከንድ ቱ ሰከንድ ስሪ ሰከንድ ፎር ሰከንድ ኣርባዕተ ሰከንድ እታ ቀያሕ መኪና ክሳብ ትበጽሕ ኣርባዕተ ሰከንድ ወሲድልና ነታ ገረብ ክትበጽሓ ከላ እታ ጻዕዳ መኪና ምቁጻር ጀሚርና ብጽሕ ምስ በለታ ሽዑ ካብኣ ጀሚርና ምቁጻር ክሳብታ ቀያሕ መኪና ኣብታ ገረብ ትበጽሕ ኣርባዕተ ሰከንድ ወሲድልና ማለት እዩ so ማይ እንዳሃረመ ከሎ ኣርባዕተ ሰከንድ ቦታ ክንገድፍ ኣለና ኣብ ደረቕ ጽርግያ ከኣ ክልተ ሰከንድ ክንገድፍ ኣለና ማለት እዩ እቲ ምክንያት እንታይ እዩ እታ በዓል ጻዕዳ መኪና እንድሕር ሃንደበት ብሬክ ሒዙ እታ ቀያሕ መኪና ደው ክትብል ትኽእል ዶ ሴፍሊ ማለት እዩ